ደሮና ከም መከላኸሊ ሕማም ክውዕል ይኽእል እዩ ተባሂሉ። ኣብ ቪቫ ዝርከቡ ተመራመርቲ ኣብ ሕርሻዊ ኣከባቢ ምዕባይ ካብ ድሒሮም ክመጹ ዝኽእሉ ናይ ኣዝማን ቁጠዐ ወይ ኣለርጂ ጸገማት ዘናግፍ ምዃኑ ዝእምት መረጋገጺ ብምርካቦም ደሮና ከም መከላኸሊ ሕማም ክውዕል ከም ዝኽእል ኣሚቶም። ዝጠፍአት ናይ ኣልማዝ ካትም ኣብ መጽረይ ገዛ ተረኺባ። 800,000 ዶላር ዝዋግኣ ናይ ኣልማዝ ካትም ኣብ ሆቴል ሪዝ ፓሪስ የዕሪፉ ዝነበረ ዋናኣ ድሕሪ ምጥፋኣ ኣብ ሳጹን ናይ መጽረዪ፣ ቫክዩም ክሊነር፣ ተረኺባ ክብል ዩፒኣይ ዝተባህለ ማዕከን ሓበሬታ ገሊጹ። ኣልሻኪ ኣብ ሎንደን ዝርከቡ ኣፍቀርታ ሰርፕራይዝ ገይራ ህብብቲ ድምጻዊትን ተዋሳኢትን ኣሊሻ ኪ ኣብ ሎንደን ዝርከብ መንገዲ ባቡር ኮይና ናይ ደርፊ ምርኢት ብምርኣያ ንኣደነቕታ ሳርፕራይዝ ከም ዝገበረቶም ቢቢሲ ናይታ ድምጻዊት ምርኢት ኣሰንዩ ኣብ ዝዘርግሖ ቪድዮ ሓቢሩ። ኣብ ደቡብ ኮርያ ዝፈረየ ሮቦት ከልቢ ናይ ፍጥነት ሪከርድ ሰይሩ ብኪያስት ዳይናሚክ ሮቦት ኪንትሮል ዲዛይንን ዝተባህለ ናይ ደቡብ ኮርያ ካምፓኒ ዘፍረዮ ሆንድ ዝተባህለ ሮቦት ከልቢ ን100 ሜትሮ ኣብ ውሽጢ 19.87 ካልኢት ብምሽፋኑ ዝቐልጠፈ ከልቢ ብምባል ኣብ ጊነስ ቡክ ኦፍ ሪከርድ ከም ዝሰፈረ ዩፒኣይ ዝተባህለ ማዕከን ዜና ሓቢሩ። ዝኸበርኩምን ዝኸበርክንን ተኸታተልቲ ሲነማ ሰመረ ንሎሚ እውን ከምቲ ልሙድ ማዕከናት ዜና ውሽጥን ወፃእን ኣገራሚ ሰሓቢ ኣደናቒ ብምባል ዝዘርግሖ ሓበሬታ ንሕና እውን ብጊደና ይጥዕም እዩ ብዝበልናዮ መልክዕ ኣወሃሂድና ከምዚ እውን ኣለዎ ክንብሎ እንሆ ኣብ መስመር ተረኺብና ንስኻትኩም ብወገንኩም ላይክ ሳብስክራይብ ብምግባር ሰዓቡና ናብ ኩሉ ንኽባጻሕን ከምዚ እውን ኣለዎ ክብልን ሼር ክትገብሩልና ድማ ምሕጽንታና እዩ ዘለኩም ሓሳብ ውን ኣብ ሳጹን ኮመንት ኣስፍሩልና ሰናይ ምክትታል። ዶሮና ከም መከላኸሊ ሕማም ክውዕል ይኽእል እዩ ተባሂሉ ኣብ ቪቫ ዝርከቡ ተመራመርቲ ኣብ ሕርሻዊ ኣከባቢ ምዕባይ ካብ ድሒሮም ክመጹ ዝኽእሉ ናይ ኣዝማን ቁጠዐን ማለት ኣለርጂ ጸገማት ዘናግፍ ምዃኑ ዝእምት መረጋገጺ ብምርካቦም ዶሮና ከም መከላኸሊ ሕማም ክውዕል ከም ዝኽእል ኣሚቶም። ቅድሚ ብዙሕ ዓመታት ኣብ ሕርሻዊ ኣከባቢ ዝዓብዩ ቆልዑ ካብ ኣዝማን ኣለርጁን ናጻ ከም ዝኾኑ ተፈሊጡ ነይሩ። እንተኾነ ግን ተመራመርቲ ክሳዕ ቀረባ ግዜ ናይዚ ቀንዲ ምኽንያት ክፈልጡ ኣይከኣሉን ነይሮም። እዛ ዓሰርተ ኣርባዕተ ኣባላት ዘለዋ ናይ መጽናዕቲ ጉጅለ፣ ኣብ ቤት ምኩራ ዝርከባ ኣናጹ፣ ኣብ ሕርሻዊ ኣከባቢ ዝርከብ ደሮና ከጠቓልሉ ዝግባእ ጥረ ነገራት ከም ዝቃልዓ ተገይረን። ብድሕሪ እዚ ፈተነ ኣብ ዝተገብረለን መርመራ ድማ፣ እተን ኣናጹ ምሉእ ብምሉእ ካብቲ ደሮና ዘስዕቦ ቁጥዐ ናጻ ከም ዝኾና ተረጋጊጹ። እዚ ውጽኢት፣ እቶም ኣብቲ ደሮና ዝርከቡ ጥረ ነገራት ንውሽጣዊ ቀጸላ ስርዓተ ምስትንፋስ ሸፊኑ ዝርከብ፣ ልፋጫዊ ቀጸላ፣ ምካዩስ መንብረይን ብውሒድ ዓቐን መልሰ ግብሪ ከም ዝህብ ይገብሮ'ሞ ክረኣ ዝነበሮ ቁጠዐ ይጎድል። መራሒት ጉጅለ ናይዚ መጽናዕቲ ፕሮፌሰር ሓሚዳ ኣብ ዝሃበቶ መግለጺ፣ እዚ ጽልዋ ብ A twenty ዝተባህለ ፕሮቲን እዩ ዝስዕብ። እዚ ፕሮቲን ድማ ኣካላትና ምስዞም ኣብ ደሮና ዝርከቡ ጥረ ነገራት ኣብ ዝቃልዑሉ እዋን'ዩ ዝፈሪ። ነዚ ኣብ ውሽጣዊ ልፋጫዊ ቀጸላ ናይ ስርዓተ ምስትንፋስና ዝርከብ ፕሮቲን ብዝተፈላለየ ኣገባብ ዘይንጡፍ ከም ዝኸውን ምስ እንገብሮ፣ እቲ ክስዕብ ዝነበሮ ኣዝማ ወይ እውን ቁጥዐ ይጎድል ኢላ። ፕሮፌሰር ሓሚዳ ቀጺላ ኣብ ርእሲ ክልተ ሽሕ ዝኾኑ ኣብ ሕርሻዊ ከባቢ ዝዓበዩ ቆልዑ ኣብ ዝተኻየደ ምርመራ መብዛሕትኡ ካብቲ ብታህዋስያን ክመጽእ ዝኽእል ቁጥዐ ናጻ ኮይኖም ተረኺቦም። እቶም ውሑዳት ነቲ ኩነት ተቓሊዖም ዝርከቡ ድማ ኣብ A20 ኣዝዩ ደቂቕ ዝኾነ ጀነቲካዊ ለውጢ ተረኺብዎም፣ እዚ ድማ ነዚ ጅን ግቡእ ስርሑ ንኸይሰርሕ ይኽልክል ኢላ። ኣብ መወዳእታ ኣብ ሕርሻዊ ኣከባቢ ዝርከብ ዶሮና ብኸመይ ቁጥዐ ከም ዘለዓዕል ክንፈልጥ ምኸኣልና ዓቢ ዝላ ኣብ ክታበት ኣዝማ ከምኡ'ውን ሓደስቲ ናይ ኣለርጂ መድሃኒታት እዩ ኢሎም።

ዝጠፍአት ናይ ኣልማዝ ካትም ኣብ መጽረዪ ገዛ ተረኺባ። ሸሞንተ ሚእቲ ሽሕ ዶላር ዝዋግኣ ናይ ኣልማዝ ካትም ካብ ኣብ ሆቴል ሪዝ ፓሪስ የዕሪፉ ዝነበረ ዋንኣ ድሕሪ ምጥፍኣ፣ ኣብ ሳጹን ናይ መጽረዪ ቫኪም ክሊነር ተረኺባ ክብል ዩፒኣይ ዝተባህለ ማዕከን ሓበሬታ ገሊጹ። ማሊጅያዊት ነጋዲት ብኣልማዝ ዝተሰርሐት ካቲመይ ኣብ የዕሪፈሉ ዝነበርኩ ሆቴር ኣብ ጣውላ ገዲፈ'የ ናብ ዕዳጋ ምስ ከድኩ ተሰዊራ ጸኒሓትኒ ብምባል ሰራሕተኛታት እቲ ሆቴል ሰሪቖማ ክኾኑ ከም ዝኽእሉ ብምጥርጣር ጥርዓና ንፖሊስ ፓሪስ ኣቕሪባ። ነዚ ዝሰምዑ ሰራሕተኛታትን ኣባላት ጸጥታን ሆቴል ሪዝ ኣብ ምድላይ ነዛ ናይ ኣልማዝ ካትም ተጸምዱ። ድሕሪ ዘካየድዎ ሓያል ተፍትሽ ድማ እዛ ናይ ኣልማዝ ካትም ኣብ ሳጹን ናይ መጽረዪ ማለት ቫኪዩም ክሊነር ከም ዝተረኽበት ኣካየድቲ እቲ ሆቴል ሓቢሮም። ዋና ነዛ ናይ ኣልማዝ ካትም ናብ ሎንደን ጌሻ ብምህላዋ ክሳዕ እትምለስ እታ ካትም ምስ ፖሊስ ትርከብ። ሆቴል ሩይዝ ኣብ ዓለምና ካብ ዝርከቡ ሆቴላት ካብ ዝኸበሩ ሓደ ናይ ምቾት ሆቴል ኮይኑ ኣብዚ ሆቴል ንሓንቲ ለይቲ ካብ ክልተ ሽሕን ሚእትን ሓምሳን ክሳዕ ሓምሳ ሽሕ ዶላር ይኽፍል። ኣሊሻኪ ኣብ ሎንደን ዝርከቡ ኣፍቀርታ ሳርፕራይዝ ጌራ። ህብብቲ ድምጻዊትን ተዋሳኢትን ኣሊሻኪ ኣብ ሎንደን ዝርከብ መንገዲ ባቡር ኮይና ናይ ደርፊ ምርኢት ብምርኣያ ንኣደነቕታ ሳርፕራይዝ ከምዝገበረቶም ቢቢሲ ናይታ ድምጻዊት ምርኢት ኣሰንዩ ኣብ ዝዘርግሖ ቪድዮ ሓቢሩ። ኣሊሻኪ ዝሓለፈ ሰሙን ናብ ሎንደን ኣብ ዝገበረቶ ጉዕዞ ሃንደበት ኣብ ሎንደን ኣብ ዝርከብ መንገዲ ባቡር ፒያኖ ሒዛ ብምውጻእ ካብ ተፈተውቲ ካብ ዝኾና ደርፍታታ ክልተ ኣቕሪባ። ኣብቲ ኣጋጣሚ ዝተረኽቡ ኣድነቕታ በዚ ተግባራት ብምግራም ሞባይል ኣውጺኦም ክስእልዋ ተራእዮም። ኣሊሻ ኪ ጓል ሸውዓተ ዓመት እንከላ ሙዚቃ ዝጀመረት ኮይና ብተዋስኦን ሙዚቃን ዓሰርተ ሓሙሽተ ግዜ ሽልማት ግራሚ ክትዓትር ዝኸኣለት እያ።

ብኪያስት ዳይናሚክ ሮበት ኮንትሮልን ዲዛይንን ዝተባህለ ናይ ደቡብ ኮርያ ካምፓኒ ዘፍረዮ ሆንድ ዝተባህለ ሮበት ከልቢ ንሚእቲ ሜትሮ ኣብ ውሽጢ ዓሰርተ ትሽዓተ ነጥቢ ሰማንያ ሸውዓተ ካልኢት ብምሽፋኑ ዝቐልጠፈ ከልቢ ብምባል ኣብ ጊነስ ቡክ ኦፍ ሪከርድ ከም ዝሰፈረ ዩፒኣይ ዝተባህለ ማዕከን ዜና ሓቢሩ። እዚ በዓል ኣርባዕተ እግሪ ሮበት ከልቢ ኣብ ኢንስቲትዩት ሳይንስን ቴክኖሎጂን ደቡብ ኮርያ ኣብ ዝተኻየደሉ ፈተነ ንሚእቲ ሜትሮ ቅድሚ ሕጂ ተመዝጊቡ ብዘይፈልጥ ፍጥነት ክዛዝሞ ብምኽኣሉ እዩ ነዚ ናይ ጊነስ ቡክ ኦፍ ሪከርድ መዝገብ ክሕዞ ዝኸኣለ። ነዚ ሮቦት ካብ ዘፍረዩ ክኢላታት ንጊነስ ኣብ ዝሃቦ ቃል፣ እዚ ሮቦት ልዕሊ እዚ ፍጥነት ክጓዓዝ ከም ዝኽእል ግምት ኣለና፣ እንተኾነ እዚ ፍጥነት ኣብ ህያው ዓለም ኣይፈተናዮን ክብሉ ገሊጾም። እዚ ተመዝጊቡ ዘሎ ሪከርድ በዚ ከልቢ ደጊሙ ክስበር ከም ዝኽእል

ክብራትን ክብራንን ተኸታተልቲ ከምዚ እውን ኣሎ ብምባል ንሎሚ ዘቕረብናልኩም ትሕዝቶ ኣብዚ ክንዛዝም ኢና። ኣገዳስን ኣግራምን ዛዕባታት ማዕከናት ዜና ዓለም ንምክትታል ቻነልና ላይክ፣ ሼር፣ ሳብስክራይብ ግበሩ። ወድሓንኩም።